ሰላም ኣሕዋት ኣብ ናይ ልምዓት ቪድዮና ኣብዚ ማሕበራዊ ሚድያ ሓደሽን መዘራረትን ዘለዉ ነገራት ብሓደ ኮይና ክንርኢ ኢና ካብኣቶም ሓደ ድማ ስግጥ ኢለ ክቐረብ እንዳ ኣለ ስግጥ ኢለ ክቐረበኪ የለ ክለኹ ብሱር ብሃምዚ እኳ ኣነ ይሰምዐኪ ትፈልጥኒ እያ ናቱ ስልክን ይሰርሕ እዩ ይሰርሕ እዩ ብዛዕባ እዚኣቶምን ካልኦትን ክንርኢ ኢና ሰናይ ምክትታል ዮው ሰላም ሰላም ዝኸበርኩም ናይ ረማይ ፊልምስ ቲዩብ ቻነል ቤተሰብ ዝኸበርኩም ተኸታተልተይ ዝፈተኩም ተኸታተልተይ ሮማናትኩም ተመሊሰ መፅእ ኣለኹ እሺ ኣሕዋት ቅድሚ ኩሉ ዳሕና ዲኹም ጥዕና ስራሕ ቤተሰብ ኩሎ ቦትኡ ድዩ ተመስገን ተመስገን ሰይስኣን ብምቕፃል ኣብና ልምዓት ፊልና ከም ዝተለመደ ክንስሕቕ ክንጫወት ክንዘናጋዕ ክንምሃር ኩሉ ሙሉእ ኣብ ቦታና ተረኺና መፅና ኣለና ቅድምና ቪድዮና ምንታይና ግን ነቻነ ዝሓደሽ ይኾንኩም ሰዓት ተሃሊኹም እንታይ ፅበዩ ኣለኹም ሰብስክራይብ ብምጋር ቤት ዝኾኑ ብምቕፃል ነዛ ቪድዮ እዚኣ ድማ ናብ ብዙሕ ሓሳባት ክትበፅሕ ስለ ዘለዋ ላይክ ሼር ምጋር ንረስዕ ህዝና ቪድዮና ክእተወኩም እየ ክሳብ መወዳእታ ቪድዮና ምሳኹም ትከታተሉ ብክብሪ ዝሓትት ሰናይ ፃንሒት

እሞ ጓል መን እያ ካበይ እያ መፅያ ዓሌታ ከ እንዳመን እዮም ዋይ ዋይ በቃ ተፈቂርና እኮ ብናትና ድሌት እንታይ ኣምጦ ምቁጣር ዓሌት ካብ ምብራቅ ትምፃእ ካብ ምዕራብ ፍቅሪ ዶብ የብሉን ሓቂ ንምዝራብ ካብ ደቡብ ትምፃእ ካብ ሰሜን መርቀና ጥራሕ ክንብል ኣሜን

ሕማም ማዕዝ ሃም ንፍወስ ኣብ ልይትፈልጠሉ እዋን ተጻወር ናይ ስንቂ ማዕጾ ማዕዝ ሃም ንክፈት ኣብ ልይትፈልጠሉ እዋን ተጻወር። እሺ ሓዛ ቪድዮ ከም ዝረኣኹማ ኢኹም ማለት ሓቂ እዩ ኩሉ ሻዕ ተጻወርቲ ንኾን ኣለና ምኽኣል ማለት እዩ ናት ባባባባባ እዚ እንታይ እዚ ጽላለ እዩ ዝበሃል እዚ ዕንደራ ሕጊ ዘይብሉ ዕንደራ ዋእ ታይ ዕብዲት ናበያ ክትዓብድ ዘላ ዋጥ ስጋብ ንሳ ኮሊላ ትመጽእ ካልእ ኣርጊዝካ ትጸንሕ እያ ባእ እዘን ጸዓዱ ከኣ ወላ ብሽኩቲ ሂብካየን ወላ ከሊካ ሂብካየን ውይ እንዳበለን ጥርጥር ዝብላ እዘን ሓበሻ እኳ እዘን እዘን ሓበሻ ከኣ ኣይ ሓበሻ ካብ ቁሩብ ከኣ ትህዲድ ከኣ ኣላትክን ኦ ማይ ጉድነስ ኦ በስመ ኣብ ቅዱስ ኣይኣምኒ ውይ ገለገለ ትብላ ኣይ እንታይ ኮንክ ዘይትኣምኒ የምጻልክን እየ ዘለኹ ከምዚ ገይረ ኣቕሪበ ምጹእ ጊሐ ናይ ባረንቱ።
ኣይትናደድ ባሞ ዝሓወይ ዝኻ ማለት ኣሕዋት ርእቶ ኮንኩም ሲ መብዛሕትኡ ግዜ ክልተ ፍቑራት ተነይሮም ድሕር ዝወዲ ንዛ ጓል ድሕር ፕሮፖዝ ተገይርዋ ሲ እዚ ብጣዕሚ ዝናደድ እዚ ብጣዕሚ ዝቐንእ መን ድዩ መሲልኩም እዚ ሲንግል እቶም ሲንግላት ኣሕዋትና ብጣዕሚ እዮም ዝቐኑ ብጓል ይኹን ብወዲ ማለት እዩ ግን ኣጆኹም ናትኩም መዓልቲ ክመጽእ ሓደ ግዜ
እስኪ ና ሲት ሲት ሲት ኣብዚ እስቲ ፅናሕ
ወይለይ ትእዛዝ ይፅበ ኣለኹ ሓቱ ብላዕ ክባል
ብላዕ ፅናሕ ኣቋርፅ
ዋ እንታይ ማለት እዩ ምን ይባላል ብላሽ
ብስማ በይዛኻ ፅናሕ ከይትብሎ ፈሪሑ እኮ
ፅናሕ እሺ ይዝሓለልካ ድማ ይዝሓለልካ እስኪ ሲት ሲት ሲት

ማለት ኣብ ውሽጢ ዝኾነ ሰብ ኣሎ ዝሰምዕ ዝእዘዝ ገለ እምበርሲ ኸሉ ካብ መዓዝ ሕደ ክብላ ኣይትብላ እናተባሃለ ክሰምዕ ብምቁፃል ዝኸሉ ዓብዪ ተስፋ ኣሎ ኣቆፃሊ ተስፋ ንገብር ብፋርኬታ ገይሩ ክበልዕ
ዓውደ ዓመት ምድሪ ሰብ ገዛ ኹፍ ኢልካ ምውዓልሲ ከድክም ውሽጣቲ ከንደሞ ግድም በል ግድም በል ብግድ ምጥፋእ እንታይ ደኣ ክብል እየ

ቆልዑ ክትደፍነው ዝሰትለኻ ይብል ወዲያ ወኣ ይንቅ ታሓንቲ እኳ ዝተወዳእኽዋ ተላዒለ ብርደግ ኢለ ሕዚ ደልየ እኒኤኹ እዚያት ናይ ገዛ ክራይስ ናይ ቆልዑ ቀለብስ ናይ ግዛምዛ እስከ ሓሰብኩ ሻዕቀረ ልመልአኒ ለጋብዝ እየ ደልኒ
ኣሓ እዚ ቪድዮ ከም ዝደኹሞ ኢኹም ሓቆም እዮም ኣቦይ ዘራሩ ሓቆም እዮም ማለት ሲ ገንዘብካ ውፅኢካ ዝኾነ ነገር ክትገዝእን ናይ ሰብ ገንዘብ ተቐቢልካ ዝኾነ ነገር ክትገዝእ ስምዒቱ ብጣዕሚ ይስፋደለ

ድላይኺ ምልኩበይ ነይ እሺ ኣሕዋት ካብዚ ምቅጻል ድማ እስቲ ኣሜን ኣሜን ኢልኹም ተመረቁ። ክሕደ ጻዕዳ ክዳንኪ ጻዕዳ ድራርኪ ገርኪ ብሕቁኪ ማእክሊ ብናትኪ ተቀደዊ ዘይውዳእ ሕዛእቲ ዘይነጽፍ ቃላይ ይሃብኪ
ወፍርኪ እተውለይ ወፍርኪ እተውለይ ከም ዳዕሮ ዘፍርለይ ከምወይኒ ተተኸልለይ ኣሜን መድሃኒኣለም ብተን ዝሓዝክየን ተቀደዊ መሐጎስትኺ መደሰውኺ ይኹና ከምቲ ኣነ ደስ ዝብለኒ ዘለ ደስ ይበልክም ዛጓለይ ደስ ይበልክ ደስ ይበልኪ ብርሃን ንዓይነይ ደስታ ንልበይ ኣይኽለኒ ምጉስብኹ የውፅእኒ ምጉስብኹ እሺ ሓዝ ምረቃ ምስ ሰማዕኩም ኢኹም ከምዚ ከመይ ኣለኹም ዶ ማለት ምረቃ ደስ ዝለኩም ስኡልካ ምምራቅ ዋላ ምንም ከይገበርካሲ ምረቃ ደስ ይለኒ ሐዚ ዋላ ተዝምረቅሲ ደስ ኢለኒ ውን ከይገበርኩ ስለዚ እንድሕር ምረቃ ትፈትው ተንኩም ንዓኩም የምፅኤልኩም ኣሜን ማለት ኣይትረስዑ ሰው ዝማታ ይሉና ኣለዉ ኣሕዋት ንጉስ ጥበብ እሺ ኣብ ትግራይ ፕሬዚዳንት ጌርና ከንመርፀካ ንሓንቲ መዓልቲ ትኹን ንሓንቲ ዓመት ናይ መጀመርያ ትገብራ ፈላመይቲ ነገርታ እያ ንትግራይ ግዴታ ተኾይኑ እምበኣና ተኾይኑ ግን ታይ ክርኢ ታይ ክገብር ይሓስብ መጀመርያ እቲ ኣብ ወጣት ዝተሰርሐ ስራሕቲ ለውጋዕ ናይ ተሊ ስራሕ ማዕርነት ተሊ ህሊ ማዕርነት ኣብ ፆታ ክኾን ይኽእል ኣብ ናብራ ክኾን ይኽእል እቲ እሱ እዩ ብዙሕ ነገራት መንስኤ ዝኾን ያው ኢኮኖሚ ስለ ስለልተምሃርኩ ይመስለኒ እና ኢኮኖሚ ጋፕ ኣብ ሰባት ኣብ ሶሳይቲ ልህሊ ኢንካም ዲስፓሪቲ ይልዎ ብእንግሊዝኛ ማለት እዩ። እሱ ተለይ ይህሊ ውሑዳት ልነብሩላ ብዙሓት ልችገሩላ ዓዲ ከይትህልየና ልኸኣልክዎ ምገበርኩ ኣብኡ እንሰራሕ ሸውሓ እዚ ቪድዮ ከም ሰማዕናዮ እዩ ማለት ሰለሞን ይኩሉ ኣምላክ ዝበሎ ሰሚዕኩም ኣለኹም ፕሬዚዳንት እትኾን እንታይ ምገበርካ ተባሂሉ እስ ስኻትኩም ከ ንሓንቲ መዓልቲ ፕሬዚዳንት እትኾኑ ሲ እንታይ ምገበርኩም ሓፃር ሓጻር ኮመንት ጽሓፉለይ ንቀጽል። ኣዲስ ኣበባ ዝኸዱ ሰባት ኣነ ትግርኛ ተዛረብቲ እምበይ ተጋሩ ከም ዘይኮኑ እየ ዝኣምን ማለት እዩ። ኣይ ጀግናው ኣይ ጀግናው። ኣዲስ ኣበባ ዝኸዱ ሰባት
ኣነ ትግርኛ ተዛረብቲ እምበይ ተጋሩ ከም ዘይኮኑ እየ ዝኣምን ማለት እዩ። ኣታ ታይ ዓይነት ጣውላ ልኾነ ርእሲ ዶ። ኣሕዋት እዚ ቪድዮ ከም ዝረኽሞ ኢኹም ኣነ ዝገርመኒ ሲ ንከምዚ ዓይነት ተተሓሳሰብ ዘለዎም ሰባት ሲ መን እዩ እዛ ማይክ ከምዚኣ ገይሩ ዝቐብሎም መን እዩ ድዎም ኣሎ ኣነ ሒዙ ሲ ልዛረብ ጠፊኦስ ኣዲስ ኣበባ ኣዲስ ኣበባ ዝኸዱ ሰባት ኣነ ትግርኛ ተዛረብቲ እምበይ ተጋሩ ከም ዘይኮኑ እየ ዝኣምን ማለት እዩ።
ኣነ ኣብዚ ሶሻል ምድያ ማለት እዩ ብጣዕሚ ስልቺ ይጽሊእ ለበለኒ ምኽሪ ማለት እዩ ሓደ እማ መኻሪ ይመጽእና

ንሕና ተማሃሮ ኮይና ሓደ መፅኡ ዘን ክልተ ዘገር እዚኤን ድሕሪ ዘይጌርካ ኣይሓልፈልካን ይብለካ ሓደ መፅኡ ኣብ ፍቅሪ ዘን ሸውዓተ ነገር እዚኤን ድሕሪ ዘይጌርካ ኣይሓልፈልካን ትብለካ ሓንቲ ኩሉ መምህር ኮይኑ እንታይ ኢና ንገብሮ ንሕና ኮፍ ኢልካ ምምሃር ጥራሕ ስለዚ በይዛኹም ቀንሱ እንታይ መሲልኩም ዋ ንሕና እኮ ዓርኪ ርእሲ ክንኮን ከለና እኮ ግዜ ስለ ዘለና ወይ ከዓ ክንስዕስዕ ክንሰኣል ደሊና ኣይኮናን ተረዲኹኒ ይዕርኹትና ስለ ዝኾንኩም ዋ እዚ ኩሉ ኣብቲ መርዓ ድፋን ጨና ሰቲና እዚ ኩሉ ድኻምን ገለመለን ከለናሲ ደሓር ኣብ መወዳእትኡስ ንሱ መርዓቱ ሒዝዋ ሓድር ንሕና ከኣ በበይንና ገዛና ንሓድር ከመይ እባ እዚ ከመይ እዚ ከመይ ማለት ዋእ እዚ ኩሉ ድፋን ጨናን ገለመለን ሰቲና ኣብቲ መርዓስ ደሓር ኣብ መወዳእትኡስ ኣበይ ከም ዘለና ከማን ኣይዝክረናን እቲ መርዓ ዋእ እዛ ዓይነት ኣተሓሳስባ ክተርፍ ኣለዎ ትክክል
ክተርፍ ኣለዎ እዛ ዓይነት ኣተሓሳስባ ዋ ትክክል ትክክል ንሱ መርዓት ሒዝዋ ክሓድር ኮ ንሕና ከዓ ምስ ተመሓዙት ትክክል ተዘይኮይኑ ንኸውን ግዜ ስለ ዘለና ይኮን ንሕና ዓርኪ ርእሲ ንኹን ዝሓወይ ትናደድ ኣሕዋ እዛ ቪድዮ ምስ ሰማዕኹም ኣይኹም ማለት ሓቁ እዩ ኣብ መርዓሲ እዛ መርዓ ምስ ተወደአት እቲ መርዓዊ ኣዕርኽቲ ኣበይ ኣለዉ ናበይ ኣትዮም ገለሉ ቼክ የገብርን መብዛሕትኡ ግዜ ተሪኢኹም ሰበይቲ ሒዙ ናብ ስርሑ እዩ ዝኸይድ ስርሑ ስራሕ ስለ ዘለዎ እዩ ኣይተረደካን ስራሕ ስለ ዘለዎ እዩ ብምቐፃል ግን ሓቁ እዩ ብፍላይ ድማ ኣዕሩኽሲ ኣብኡ ውዒሎም ድሕሪኡስ ዝኾነ ምስተኻል ተዝግበረሎም ንሱ መርዓት ሒዝዋ ክሓድር ኮኑ ንሕና ከዓ ምስተን መሓዙ
ደለኒ ኢኹም ሓደ ሓደ ሰባት ትዕግስተኛ እና ፈራሕ ሰብ ፈሊኹምለይ ትፈልጡ በቃ ዝኾነ ሰብ ናለውጢ ዓይ መንገዲ ኢሉ ክሕዝ ተሎ ወይ ተወሊዱ ወይ ሓዳር ተገይሩ ወይ ዝኾነት ስራሕ ተጀሚሩ ወይ ናይ ማዘሩ ሓላፍነት ናይ ቤተሰቡ ተወሲዱ ብዙሕ ነገር እዩ ዝሓልፍ ብድሕሪኡ ናተሓመ ናተፈከረሉ ብዙሕ ነገር ማለት እዩ በቃ እዛ ናሰምዐ ከም ዘይሰምዐ ናረእየ ከም ዘይረእየ ድኒኑ እዩ ዝሓልፍ ምክንያቱ ልሰብ ይኮነ ይልፈር ሓምዚ ዓይነት ሰብ ማለት እዩ ስለ ዝፈልጦ ከም ዓይነት ሰብ ስለ ዝኾንኩ እየ ነገርኩም ንክርግጠኛ ኮይነ ማለት እዩ ሰብ ምንም ኣይኮነ ኢሉ ፈርሐ እሱ እንታይ እዩ ዝፈርሕ ልውዓል እዩ ዝፈርሖ ልውዓል ማለት እንታይ እዩ ናብቲ ንዴት ዓለም ባእሲ ዓለም ተኣትዩ ወይ ተተመሊሱስ ሰብ ከጥፍእ ወይ ለለ ክእሰር ስለለይደሊ ብቻ ሓላፍነት ስለለለዎ እሱ ምስ ተኣሰረ ስርሑ ደቁ ቤተሰቡ ወይ ለለ ማዘሩ እንታይ እያ ክትኾን ብድሕረይ ልብል ሓሳብ ስለለለዎ ለባም ስለዝኾነ ብቻ እዩ እና ሓንቲ ዓይነት ሰብ ተግኒቶ ኣለኹም በቃ በቃ ኩሉ ግዜ ትፈታተንዎም ሰባት እንዲኹም በቃ ፈሪሑ ከዝማቅ ሃምዝንወሉ ሃምዝንወሉ ላውልኹም ምናምን ላሕላሕ ተብሉ ሰባት እንዲኹም ማለት ፍትሑ በቃ ሃምዚ ነገር በቃ ሕደጉ ፍርሒ ምናምን ገለ ይኾነ እዚ ሲጀመር በቃ ስራሕ ዓለም እዩ ለውጢ ነገር ይሓስብ ለዝቆልዓ ያርግለት በቃ ሓግዝዎ እምበይስ ቐዘብ መቐለስ ልበኣሰ ወይ ለለ ልእሰር ልጨፋጨፍ ሰ ይኾን ናይስ ኢድና እኔና በቃ ተረጋጊዑ ስራሕ ልሰርሕ ዕላማ ለለ ወጣት እዩ ተወዲኡ እንጌና ሕደጉ በቃ ከምዚ ዓይነት ሰብ ተግኙ ተለኹም ያርግለት በቃ ኣስኮ ከምዚ ነይሩ ተማሊስ እስቲ ንሓግዞ በቃ ጸባይ ንገሩ ምናምን ገለ በሉ በቃ ስኡልኩም በቃ እግሪ እግሩ ላሰዓብኹም ከምዚ ኮኑ ብዚ ኮኑ ናብልኹም ናበይ ኮን ነገር እዩ ተእትይዎ ደቂ ምን ሸፋ እዛ ቪድዮ ከም ዝሰማዕኩማ ኢኹም ማለት ሓደ ሓደ ሰባት ሓቁ እዩ ዝፈርሕ ሰብን ትዕግስቲ ዘለዎ ሰብንስ ምፍላይ ዝኣብየኩም ሓደ ሓደ ሰብ ድማ ማለት እዩ ብጣዕሚ ተዓጊሶ እንድሕር ካብ መጠን ተሓሊፎ ዝገብሮ ውሳነ ሕማቕ እዩ ሕማቕ እዩ ስለዚ ዝዕገስን ተዓጊስና ድዩ ወይስ ፈሪሕና ኢልኩም ክትፈልዩ ኣለኩም ንቐፅል እሺ ኣሕዋት እስካብ ዝምቕፃል ድማ ናብዚ ምሓራ ሚድያ ሓደሽን መዘራረብትን ዘለዉ ሓበሬታታት ክወስደኩም እስኪ ብዚ ቪድዮ እዚ ንጀምር ጓል ኣሉላ መዓረይ ተዓሪቕና ኣለና ተዓሪቕና ኣለና ጓል ኣሉላ መዓረይ በቃ ክንረግፃ ኢና ነዛ ርጋፅ ስለዚ ካብ ኣርባዕተ ሰብኡት በበይኖም ቆልዑት ኣለውዋ ናይ በበይኖም ቆልዑት ኣርባዕተ ሰብኡት ምብጽሓ ግን ኣይግድሸንን እዩ ጉዳየይ ኣይኮነን ኣነ ድገርመኒ ግን ሓደ ናይ ጥዕና ጸገም ዘለዎ ኦቲዝም ቆልዓ ገዲፍኪ ኣብዚ ሸሻል ሚድያ ተሰጢሕኪ ክትውዕልስ እወ ኣቱይ ኣያንታ ኣለዎ ውፈር የውፈር ጠርንፍዮ እቲ ቆልዓኺ በቃ ገገዲፋቶም እያ ደገ ትወጽእ እቲ ህዝቢ ካናዳ ሰኪሕዩ ኩላ ደኩመንት ክፍሳ ኢደይ በጺሓያ።

ኣምሂርኩምና ጸጊምካ ናብ ጎጥ ምሽጓጥ እንትጸግብ ኣጉል ደረት ምሕባጥ ድምጺ ህዝቢ ኣድኒንካ ምግዋጥ ኣምሂርኩምና ብዘይ ሓድነት ምምራሕ ኣምሂርኩምና ንዘይ ምዕዋት ምስራሕ ኣምሂርኩምና ህዝብን መሬትን ምግማዕ ኣምሂርኩምና ንብዓት ወላድ ዘይምስማዕ ካብ ሀ ክሳብ ፐ ኣምሂርኩምና ት ፊደል ሜዳ ወዲቕካ ከም ዝእቶ ብ ገደል። እሺ ኣሕዋት ካብዚ ምቅጻል ድማ ብዛዕባ ሃፍቶም ሓውና ዝኮነ ቪድዮ ተዘርጊሐ ኣሎ በዓልቲ ገዝኡ ብዛዕብኡ ዝኮነ ነገር ዝዛረበላ ሒዝዎ ዝነበረ ኣቅሓ ገለ መለ እስቲ እዚ ቪድዮ ብሓደ ኮይና ንስምዐዮ። ኣብ ኢዱ ሒዝዎ ዝነበረ ንብረት ኣብ ኢዱ ሒዝዎ ዝነበረ ንብረት ላፕቶፕ ሓድሽ ሞዴል እዩ። ጌሚንግ ኣስስ እዩ። ካብኡ ከዓ ክልተ ስልኪ ሒዙ ነይሩ። ሓደ ሂዋዊ ፒ ፎርቲ እና ኤ ቴን ኤስ እዩ ሒዙ ነይሩ። ካብኡ ኣብቲ ሒዝዎ ዝነበረ ባግ እንደገና ሃርድ ዲስካት ነይሮም። ኢንተርናልን ኤክስተርናል ናይ ተኣሽ ማለት እዩ እና ሌንስ ነይርዎ ሓደ ሓደ ንብረታት ነይርዎ እዩ ኣብቲ ሒዝዎ ዝንቀሳቀስ ቦርሳ ማለት እዩ እወ ላፕቶፕን ምስ ቻርጀራ ካሊእ ካሊእ ነገራት በቃ እሱታት እዩ ሒዙ ነይሩ እስካብ ሕጂ ግን ዋላ ብንብረት ይኹን ብካሊእ ዝረኽብናዮ ይኽእል እዩ ኢለ እስካብ ሕጂ ጽበ ዘለኹ ማለት እዩ እና ናቱ ስልክን ይሰርሕ እዩ ይሰርሕ እዩ ይፅውዕ እዩ እዎ ሰለስተ ግዜ ብዝተፈላለየ ቁፅርታት እየን ዝሰርሓ ተፈላለየ ማለት ናተይ ይሰርሕን ናትካ ምናልባት ክሰርሕ ይኽእል ማለት እዩ ማለት ተደውለልስ ይሰርሕ ይኽእል እዩ ሰለስተ ግዜ ምስ ዓፀየ ምስ ፀውዐ እዩ ዝዓፅይ ምናልባት ሕዚ ተመኪርና ዝሰርሕ ይኾን ዶ ይኾን እዩ ምክንያቱም ዝተፈላለያ ስልክታት ይፅዋዕ እየን

እወ ስቲል ይጽወ እዩ ይጽወ እዩ ብልተፈላለየ ቁጽርታት ልኾነ ልሰርሐሉ ሰብ እኒኦ ለይሰርሐሉ ሰብ እኒኦ እዩ ካፍቲ ሽዑ መዓልቲ ጀሚሩ ይጽውዕ እዩ ወላ ስልኩ እኮ ይጽውዕ ኣሎ እዩ ምናምን እናበለ ስልኪ ደዊሉ ሰብ ይብል እዩ ስቲልም ይሰርሕ እዩ። እሞ ዝሰርሕ ተኾይኑ ስልኩ ናብ መንግስቲ ኻም ዝሰርሕ ሪፖርት ገይርኹም ዶ ምናልባት ወይ ብሎኬሽን ብዝኾነ ነገር ናፍታ ስልኩ ንምርካብ? ጻዕሪ ተገብረ ነገር ነይሩ ንዓ ነግረካ ካብ ፕሬስ ዝለዓል ጥልመት ስለለለ ኩሉ እቲ ለዕለኻዩ ብካልኣይ ሞባይል ሪከርድ ስለዝበሩካ ኣኽቢረካ እንዲዮ ክፍሽል ኣይሕዝ ስጋ ወደይ ኣነ ብገንዘብ ኤርትራውያን ዕፅያትኒ ድካይልካ ሪከርድ ገይረካ እዩ ኩሉ ትልዕልልካ እዩ ደስ ዝብል ነገር ሎሚ ሽወለኹ ገይበስለኩም ተጋሩ ናሕልኹም እየ ደሓን ደሓን ቃለ ሕዝና ይብለስ ኤርትራውያን ይሕግዙ ኤርትራውያን ገይራ ዕፅያቶ ተሻሪሓ ኢልካኒ

ፕሬዝስ ስለ ዝጠለመትኒ ሪከርድ ገይረካ እያ ድሕር ፕሬዝስ ድሕር ሳሚ ብመዓልጥኡ ፓራላይዝ ብሽቃት ተውጊለ እየ ተጋሩ ዝኾነ ኣላ ክርረት ሽግር ዓለም የብሉን ከይትሓስቡ ሽግር የብሉ ክነግረኪ ስግጥ ኢለ ክቐረብ ንኣለ ስግጥ ኢለ ቀረበኪ የለ ክለኹ ብሱር ብሃምዚ እኮ ኣነ ይሰምዐኪ ትፈልጥኒ እየ ጸለይ ኮነ ጎርኒ ኻኻ መጺኻ ንጎ ርእስኻ ደፊኻ ርእሱ እንተቕንሑ ተለኹ እሞ ዲኦም ይኾነ ጓል ኣለ ሓፍሓፍ ቱላ እሞ እስኺ- እስ- እስኺ ኣነ ልበልኩ ክተልየ ኩለ ውፅእዮ እስኺ ለዚ ላላ ሓፍና ቅለብለ ኒርኒ ክሎ ታይ እግዚኣብሔር ምዃኑ መስገን ሪከርድ ገይረካ እየ ተዛረብ ጥራሕ ክነግረኪ ሳምሪ ዝሓፍና ቅለብለ ክሎ ታይ ምዃኑ ለኣነ ክናገር እየ ኣነ ሪከርድ እኒኤኒ እኮ ሰምዕለኺ ኣብ ሂወትኪ ኣተኹኺ ኣብ ሂወት ኣይትእትይኒ ኣነግረካ ኣብሂወት ኣብ ሓዳርካ ኮ ፈቐዶ ሚድያ ስራሕ ኣቦይነይ ሓምሊ ሓንሳሞ ሓምሊ ዝርግሓ ኣለኹ ክትርኢ ኣለካ ኮ ሚድያ ትብለ ኣይትግንታ ኢልካ ንብስ ሕደጊ ኣነ ይነግረክ ኣለኹ ስብኢልካ ካን ፋራ ፈግፈገይ ተብልላ እዩ ሕደጊ ተጋሪ ኣደታት ሃፍትሽ ሃፍትሽ ፅንሕሞ ሃፍትሽ ሓወይ ፅንሑ ቃሉ ፅንሑ ቃሉ ሃፍትሽ ዓርከይ ፅናሕሞ ዓርከይ እንታይ መስለካ ኣብዚ ሚድያ ብዙሕ እንዲኾን ኣነ ደዊለልካ እውን ይቐበልካ ሃፍትሽ ለቓ መን እዩ ሰብ ዘውርድ ዘሎ ሰበይ ተውርድ እስኪ መን እዩ ሰብ ዘውርድ ዘሎ ሓላል መሬት ሓወይ ኣይተውርድዎ ኣለኹ ሰበይ ተውርድ እውን ሰብ ኣድሚን ዝኩሉ እናተፀረፈ ዝኩሉ እናተፀረፈት ቆልዓ ምሳኣ ኮንክን ህወእ ክንትብላ ነርኩ ጊደፊ ትጋገ ኣለኹ ጓል ኣለላ ሓፍተይ ምስቲ ሓውና ተረዳድኣ እንታ ቆልዓ እውን ኣብ ሓዳረይ ትእተዋ ይበልክን ኣካውንቲ ዕፅኒ ዕፅሃኒ ኢልና ኢልክን መፂእክን ናብዛ ሚድያ ንሱ ኢሉ ድየ በለ ናብዚኣ ክንጥይቆ ኢና ብሕወሓት ንሕወሓት ትድግፍ ተኾንካ ሰብኣይ ትኸውን ኢልሃና ኢልክን መፂእክ ናብዚ ሚድያ ኩልኩም ሓሰውቲ ብምኳንኩም ንፈልጥ ኢና ግን ኣመላይ ግን ከምኡ ከም ዘይብላካ ይፈልጥ እየ ኣነ እንታ ቆልዓ ኣይብላን እዩ ንዓ ንዓ ብሰንኪ ህወሓት ሓንሳብ ህወሓት ደጊፍካ ተባሂልካ ተኣሲሩ ተባሂሉ ፅናሕ ፅናሕ ሓላል መሪሕ ዓርከይ ክጥይቀ እኮ ፅናሕ እንዳ ባዕሉ ፅናሕ ህይ ኣመላ ተን ዝበልካ እዚአን ተን ዝበልኩኻስ ኢልካ ዶ ይበልካን ኣመላ ቃል እዛሩ እዩ እንዶ
ክምልሰልካ ዶ ኣብትሽ ፅንሕ እንዳ ስኺኪ
ፅናሕ ኣመላ እተን ክልተ ጠያቂ ድየ ንስኻ ፅንሒ ወቅት ምልሰላ ኣንተ ፅንሒ ድማ ክት ይቆም ክምልስ ዓርከይ እኮ ባዕል ይፈልጠ እሺ ኣሕዋትና ለማዓት ቪድዮና ነዚ መስል ነይሩ ክሳብ ዝረኹም ሳት ሃሊኹም ብጣዕሚ ዝፈተኩም ብጣዕሚ ዘመስግነኩም ኣብ ቐፃሊ ብኻሊ ቪድዮ ክሳብ ንራኸብ በብዘለኹሞ ሰላም ኩኑለይ ይሞችኹም